ኦኬ እ፣ ሪፋይናንስ እንታይ መስለካ ብዙሕ ብብዙሕ መንገዲ ኢኻ ሪፋይናንስ ትገብር እህ፣ ና ቀዳማይ እቲ ዝበልካዮ ሕጂ ገሬ እቲ ኢንትረስት ሬት ሃይ እንድሕር ኮይኑ ንምቕናስ ማለት እዩ እቲ ካልኣይ ሪፋይናንስ ንብሎ ከዓኒ ካሽ ከው እንድሕር ኣድልይዎም ካሽ ኣውት ክገብሩ እንድሕር ደልዮም ሪፋይናንስ ገይሮም ካብ ገዝኦም ካሽ የውፁ ማለት እዩ እቲ ልቓሖም እ፣ ልዕል እብል ማለት እዩ ካብቲ ዝነበሮ ልዕል እብል ካሽ ስለ ዘውፅኡ ዘለዎ ማለት እዩ እዚ ከዓ ሪፋይናንስ ግበር ማለት እዩ ይግበር ኣሎ ማለት እዩ። ታሳሰይቲ ሪፋይናንስ ከዓኒ እቲ ተርም ናይቲ ገዝኦም እንድሕር ናይ ሰላሳ ዓመት ኮይኑ ናብ ዓሰርተ ሸሞንተ ዓመት ናብ ዓሰርተ ሓሙሽተ ዓመት ክቕይርዎ ተደልዮም ሪፋይናንስ ገይሮም ከዓ ዓሰርተ ሓሙሽተ ዓመት ይቕይርዎ ማለት እዩ። ሕጂ እዚ ሰለስተ ዓይነት ነጌረካ ካልእ ኣሎ ሪፋይናንስ ክገብሩ ዘገድዶም እዚ ከዓኒ if they have different loan ከምዚ ኤፌቼ እንድሕር ጸኒሕዎም ናብ ኮንቨንሽናል ክኸዱ ተደልዮም ሕጂ ኤፌቼ እንድሕር ኮይኑ ፎር ኤቨር ሞርጌጅ ኢንሹራንስ እዮም ዝኸፍሉ ኦኬ ሶ ካብቲ ሞርጌጅ ኢንሹራንስ ክወጹ እንድሕር ደልዮም ካብ ኤፌቼ ናብ ኮንቨንሽናል ክኸዱ ማለት እዩ ሽዑ ሪፋይናንስ ግበረሎም ሕጂ በዚ መንገዲ ብዙሕ መንገዲ ስለ ዝነገርኩኻ ናይዚ ዝሓተተልና ሕቶ ግን ሸውዓተ ፐርሰንት ኣለኒ ዝበለ ሸውዓተ ፕርሰንት ሕጂ ንምሳሌ it depends in his credit score ክረዲት ስኮሩ እንድሕር ልዕሊ ሸውዓተ ፐርሰንት ልዕሊ ሸውዓተ ሰቨን ሃንድረድ ኮይኑ ሞር ኣትራክቲቭ ስለ ዝኾነ ንለንደር እንደገና እቲ ኢኩዊቲ ናይ ገዝኡ ኢኩዊቲ ናይ ገዝኡ ከዓ እንድሕር ኣለዎ ኮይኑ ንምሳሌ ሰማንያ ፐርሰንት ናይ ገዝኡ እንድሕር ክልቃሕ ኮይኑ ሞርጌጅ ኢንሹራንስ ስለዘይህልዎ ለስ ይኹኖም ካብኡ እቲ ኢንትረስት ረይት ናቱ ኤልቲቪ ኢና ንብሎ እቲ ሎን ቱ ቫልዩ ማለት እንድዩ እቲ ገዛ እንደ ውፅእ ንሱ እንደ ይልቃሕ ኣሎ ርኢና ሰማንያ ፐርሰንት እንድሕር ኮይኑ ትሕቲ እዩ እንድሕር ኮይኑ ዝበለፀ ረይት ትረክብ ማለት እዩ ኦኬ ሶ በቲ ስኮሩ ንሪኦ በቲ ከዓኒ ናቱ ኤልቲቪ ናይቲ ገዛ ንርኢ ሳልሳይ ከዓ ሬሾ ሬሾ ማለት ኢንካሙ ንሪኦ እቲ ዝልቅሖ ዘሎ ኳልክሌት ተገይሩ ክንደይ ይመፅእ እቲ ሬሾ ሕጂ ትሕቲ ርባዓን ሓሙሽተን ፐርሰንት እንድሕር ኮይኑ ሞር ኣትራክቲቭ ይኸውን ማለት እዩ ሕጂ እቲ ኢንተረስት ሬት ዝረኸቦ ዝረኽቦ ብኸምኡ እዩ ዝቕነሰሉ ኦኬ ሶ ሂ ክድ ሂ ክን ጌት 5.875 ሂ ክን ጌት 6 ፐርሰንት ሶ የዋፅኦ ድዩ ተልካኒ ኣትሊስት ብኢንተረስት ሬቱ ብሓደ ፐርሰንት ክቕንስ ኣለዎ ሰንስ ክህብ ሪፋይናንስ ክግበር ከሎ ኦን ቶፕ ኦፍ ታት ከዓኒ ሞርጌጅ ኢንሹራንስ ተነይርዎ ድቕ- ድቕየረሉ እንተኾይኑ ብዘይ ሞርጌጅ ኢንሹራንስ ዝግበረሉ እንተኾይኑ ማለት እዩ እዚ ሰንስ ህብ ሳልሳይ ከዓ ካሽ ከውፅእ እንድሕር ኮይኑ ኢንትረስት ሬት ቀኒሱ ካሽ ኣውፅኡ እንድሕር ዝግበረሉ ኮይኑ ሰንስ ህብ ማለት እዩ በዚ ሰለስተ መንገዲ ኢንትረስት ሬቱ ብሓደ ፐርሰንት እንድሕር ቀኒሱሉ ሓደ ካልኣይ ሞርጌጅ ኢንሹራንስ እንድሕር ኣለዎ ዌቭ ክገብር እንድሕር ደልዩ ሳልሳይ ከኣ ካሽ እንድሕር ከውጽእ ደልዩ በረር ረይት ከኣ እንድሕር ረክብ ኣሎ እዚ የዋጽኦ ማለት እዩ ሕጂ እዚ ኩሉ ምስ ተራእየ ኢኻ it's good to refinance ትብሎ ነቲ ሰብ ok። ምናልባት ድበዝሓና ኣይንፈልጥን ኢና እንታይ እዩ እቲ ኤስክሮ ዝብሃል እንታይ እዩ እቲ ፕሪንስፕል ዝብሃል ጀስት እታ ወርሓዊ ጥራይ ትመጸና እሞ ገሌና ቸክ ጽሒፍና እታ ወርሓዊት ክፍሊት ጥራይ ጽሒፍና ንሰደሎ ሶ ናብ ፕሪንስፕል ተባሂሉ ፕሪንስፕል ክንከፍል ከለናኸ ከመይ እዩ ወይ ከኣ እቲ ኤስክሮ ምኽፋል ከ እንታይ እዩ እንድሕር ኣብዚ ዝኾነ ኣፍልጦ ኣልይኪ ኮይኑ ምኽንያቱ እወ ዝበዝሓና እንታይ እዩ ኤስክሮ እንታይ እዩ ኣይንፈልጦን ኢና እቲ ፕሪንሲፓል ኣይንፈልጦን ኢና ጥራይ ሳምታይምስ እታ ወርሓዊ ክንደይ ከም ንኸፍል ንፈልጣ እሞ እታ ቸክ ጥራይ ጽሒፍና ንሰድድ ኣለና ወይ ከኣ ኣውቶማቲክ ከም ትውሰድ ጌርና ሴት ኣፕ ትኸውን እሞ ንዓኣ ጥራይ ይወስዱ ማለት እዩ። ኦንላይን ክንከፍሎ ከለና ግን የርእየና እዩ። ኣብ ምናልባት ሓደ ሓደ ብኦንላይን ዝኸፍል ሰብ እንህላሉስ ክትከፍል ከለኻስ የርእየካ እዩ። ኣዲሽናል ናብ ፕሪንስፕል ክትከፍል ትኽእል ዲኻ፣ ናብ ኤስክሮ ክትከፍል ዲኻ ይብል እዩ እሞ ምናልባት እስከ ነቲ ብቸክ ጥራይ ጽሒፉ ነተን ወርሓዊ ክፍሊት ጥራይ ጽሒፉ ዝሰድድ ክህሉ ስለ ዝኽእል ኣብዚኤን እተን ሰለስተ ፍልልያት እንተትነግርና ጽቡቕ ነይሩ። ኣረ ኦኬ እንታይ ይመስለካ እታ ሞርጌጅ ፔመንትካ ክትለኣኸልካ ከሎ ኣርባዕተ ነገር እየን ዘለዋ ኦኬ እተን ኣርባዕተ ከዓ እንታይ እየን ኢንትረስት ነቲ ሞርጌጅ ትኸፍሎ ነቲ ካምፓኒ እ፣ ንፕሪንስ- ንፕሪንሲፕልካ ትኸፍሎ ፕሪንሲፕል ማለት ነቲ ዝተዓደኻዮ ባላንስ ማለት እዩ ንዕኡ ደቐንስ ኣማውንት ኦኬ እቲ ሳልሳይ ፕሮፖርቲ ታክስ ማንዝሊ ወርሓዊ ትኸፍሎ ፕሮፖርቲ ታክስ ወርሓዊ ትኸፍሎ ኢንሹራንስ እየን ደጠቓለላ እዚኤን ኣርባዕተ እየን ተጠቓሊለን ፔይመንት ናይ ሞርጌጅካ ኮና ማለት እዩ ሕጂ ሞርጌጅ ኢንሹራንስ ተለካ ከዓ ኣብኡ ሞርጌጅ ኢንሹራንስ እውን ኣደድ ኸውን እዩ ማለት እዩ ሕጂ ኤስኩሮ ማለት እንታይ እዩ እንድሕር ኢልካኒ ካብዚኤን ኣርባዕተ ዝጠቐስኮን ተን ኤስኩሮ ኢለን ዝሕሰባ ታክስ ኤን ኢንሹራንስ እዩ ሕጂ ታክስ ኤን ኢንሹራንስ ለንደር ብዙሕ ግዜ ካባካ ኮሌክት ገይሮም ደሓር መዓልቱ ምስ ኣኸለ እቲ ለንደር ሰዲዱ ፔይ ይገብረልካ ማለት እዩ ነቲ ኢንሹራንስካን ነቲ ፕሮፐርቲ ታክስን ማለት እዩ ሕጂ they have to collect every month ማለት እዩ ሶ እዚ ኤስክሮ ንብሎ ኦኬ እቲ ኣብ ፕሪንስፕል ኤን ኢንትረስት ንብላ ከዓኒ

the first five years ዝበዝሕ ካብቲ ትኸፍሎ ናብ ኢንተረስት እዩ ዝኸይድ ኦኬ so ንምሳሌ ድሕር ፕሪንሲፕል and ኢንተረስት ትኸፍሎ 900 ኮይኑ 600 could be interest 300 could be only principle ክኸውን ይኽእል እዩ ሕጂ ርኢኻ እቲ ዝበዝሕ ናብ ኢንተረስት እዩ ዝኸይድ እተን ዝወሓዳ ኢኻ ፕሪንስፕል ትኸፍል ዘለኻ ምክንያቱ ዳስ ሃው ዘይ ሜክ ማኒ መጀመርያ እቶም ለንደራት so the first five years the highest goes to the እቲ interest ማለት እዩ ሕጂ Yes. እዚ እዚ ኣርባዕተ ዓይነት ዝነገርኩኻ ማለት እዩ ኣብቲ payment እና ንሪኦ ማለት እዩ so this is what it is like principle ማለት እዚ እዩ interest እዚ እዩ escrow ከዓ እዚ ማለት እዩ ግን እንተ ደኣ ኤክስትራ ክትከፍል ደሊኻ ሕጂ ከምዚ ዓንተ ወይ ዝበልካዮ ክኸፍል ደልየ ኤክስትራ እንድሕር ኢልካ ሶሪ ኦረ ኢልክ ስለ you got it? Mhm. Okay. So towards the uh, principal ክኸፍል እየ እንድሕር ኢልካ ኣብቲ ክሰዱልካ ከለዉ ኩፖን ማንዝል ፔይመንትካ ኩፖን ዝሰዱልካ ኣብኣ ይነግረካ እዩ እዚ ኦንላይን ትኸፍሉ ትኾንኩም እዚ ኦንላይን ሰው ኢሎም ካብ ባንክካ እንድሕር ወስዱ ኮይኖም እም፣ you can request ማለት እዩ ንለንደርካ እንታይ ትብል እዚ ወርሒ እዚ ክንድዚ ኣማውንት ናብ ፕሪንስፕለይ ዝኸይድ ክኸፍል ደልየ ኣለኹ ኢልካ ኢንዲኬት ኢኻ ትገብር ተዘይነጊርካዮም ዘይ ዶንት ኖው ወር ኢት ጎስ ላይክ ዩ ኖው ኢት ኩድ ቢ ፎር ዘ ኢንተረስት ተረዲእካ ኣሎ ሶ ዩ ኒድ ቱ ቢ ስፐሲፊክ ፕሪንስፕል ኣም ፔይን ፋይቭ ሃንድረድ ዲስ ማንስ ኢልካ ኤክስትራ ፋይቭ ሃንድረድ ክኸፍል ማለት ቱዎርድስ ዩር ፕሪንስፕል ኦኬ ሶ ዳትስ ሃው ዩ ሪዲዩስ ዩር ዩር ሕጂ ምሳሌ ናይ ሰላሳ ዓመት ዝነበረ ቅንሶ ኢኻ ናብ ዕስራን ሓሙሽተን ዓመት ክትቅንሶ ትኽእል because you pay extra every month ማለት እዩ በቲ ትኽእሎ መጠን በታ ትኽእላ ናይ ካብ every three months ክኸውን ይኽእል every year ክኸውን ይኽእል ኤክስትራ ትኸፍሎ ነቲ ትኸፍሎ ዓመታት እናቐነሰልካ እዩ ዝኸይድ ማለት እዩ ኦኬ ሶ ገሊኦም ከዓ እንታይ ገብሩ ባይ ዊክሊ ይከፍሉ ኤቭሪ ኤቭሪ ኤቭሪ ነቲ ፐይመንቶምቲ ባይ ዊክሊ ይገብርዎ ማለት እዩ ባይ ዊክሊ ክትገብር ከለኻ ሓደ ወርሒ ኤክስትራ ኣብ ዓመት ኢኻ ትኸፍል ኣውቶማቲክሊ ቢካዝ ዘይ ቴክን ባይ ዊክሊ ማለት እዩ ፐይመንት ሕጂ ቁርብ ነቲ ሰብ ከይተረድኦ ኣብ ዓመት ሓደ ወርሒ ኤክስትራ እንዳኸፈለ ከይድ ኣሎ ማለት እዩ ውን ይሰት ኣፕ ባይ ዊክሊ ሶ ንለንደርካ ኣነ ፐይመንተይ ባይ ዊክሊ ክገብሮ ደልየ ኣለኹ ድሕሪ ኢልካዮም መዓ ፍርቂ ፍርቂ እዮም ድመቕልዎ እቲ እቲ ፐይመንት ሽሕን ሸሞንተ ሚእትን እንተነይሩ ሓፍ ኦፍ ሽሕን ሸሞንተ ሚእትን ድሓር ናይን ሃንድረድ ሳምቲንግ ንበሎ ኣታ ፐይመንትኻ ትኸውን ኣብ ወርሒ ኣብ ክልተ ሰሙን ማለት እዩ ኤቭሪ ቱ ዊክስ ክንደኣ ወስዱ ማለት እዩ ሽዕኡ ከይተረደአካ ሓደ ወርሒ ኤክስትራ ከፊልካ ኣለኻ ማለት እዩ እዚ ከዓ ንዓመታት የሕፅረልካ ነቲ ተርም ማለት እዩ ናይ ሳላሳ ዝነበረ ሜይቢ ብሸውዓተ ዓመት ገለ ትቕንሶላ። ኣቶ መኣዝ ምሳ ምናልባት ኣብዚ ሓውና ካልኣይ ኢንሹራንስ ንምንታይ የድሊ ድያ ነይራ መስለኒ እቲ ካልኣይ ኢንሹራንስ ክሳብ ክንደይ እዩ ኣድላይነቱ ምናልባት ምሳ ኣተኣሳሲርኪ መታን ሓደ ክኾና ሳምታይምስ ኣብ ናይ ሞርጌጅ ወርሓዊ ክፍሊትና ኢቭን ዶ እቲ ኢንተረስት ሬት ፊክስ ይኹን እምበር ይውስኽ ይጎድል እቲ ሞርጌጅ ንኸፍሎ ወርሓዊሲ ይውስኽን ይጎድልን እዩ። ምናልባት ምዚ ናይ ሓውና ናይ ኢንሹራንስ ዝበላ ኣተኣሳሲርኪ መኣዝ እንድሕር ክተብልልና ኮንኪ ስለምንታይ እዩ ዝውስኽ ሞርጌጅና? ኦኬ ኢንሹራንስ እቲ ወርሓዊ ክፍሊትና ሲ ስለምንታይ እዩ ዝውስኽ? ንሓንሳብ ይውስኽ እዩ ንሓንሳብ ኳ ይጎድል እዩ እሞ ምዛ ኢንሹራንስ ዝበላ ሲ ኣተኣሳሲርኪ እንድሕር ክተብልልና ክኢልኪ መኣዝ እዩ? ኧረ ኧረ እንታይ እዩ ዝኾን ዘሎ መስለካ ኢንሹራንስ ክንብል ከለና ናይ ናይ ገዛ ሃዛርድ ኢንሹራንስ ዝበሃል ኣሎ ቅድም ኤስክሮ ኣካውንት ኢለ ምሽ ነጊረኩም ፕሮፐርቲ ታክስ ን ኢንሹራንስ ዝበልክዎ ሕጂ ሓደ እቲ- ሓደ ኢንሹራንስ ዝበልናዮ ናይ ገዛኻ ኢንኬዝ ኦፍ ፋየር ፕሮቴክት ዝገብረካ ገዛኻ እንድሕር ተቃፂሉ ፅባሕ ንኮ እ፣ ኢንሹራንስ ተዘይብልካ ወላ ሓንቲ ክትገብር ኣይትኽእልን እያ ሕጂ እቲ ለንደር ናይ ግድን እዩ ኢንሹራንስ ተግዛኣካ ኦኬ ገዛ ምስ ገዛእካ ዩ ሃቭ ቱ ሃቭ ኢንሹራንስ እዮም ዝብሉካ ሶ እቲ ኢንሹራንስ ትገዝኦ ንሱ እዩ እቲ ኢንሹራንስ ንብሎ ዘለና ማለት እዩ እ፣ ኢንሹራንስን ሞርጌጅ ኢንሹራንስን ድፍርልይ ኣለዎ ሞርጌጅ ኢንሹራንስ ፕሮቴክሽን ንለንደር ቢካዝ ልዕሊ ቴስዓ ፐርሰንት ልዕሊ ሰማንያ ፐርሰንት ስለ ትልቃሕ ዘለኻ ነቲኤን ልዕሊ ሰማንያ ፐርሰንት ትልቅሐን ኣማውንት መከላኸሊ ትገዝአሎም ኢንሹራንስ ሳምቲንግ ሃፐን ኢንሹርድ ኮይኖም ኣለዉ ድሕር ከይከፈልካ ሞርጌጅካ እቲ እቲ እቲ ካ እቲ ለንደር ኢንሹርድ ኮይኑ ኣሎ በተን ኢንሹራንስ ደኽፈሉኻ ሞርጌጅ ኢንሹራንስ ማለት እዩ እዚ ሞርጌጅ ኢንሹራንስ እዚ ኢንሹራንስ ሃዛርድ ኢንሹራንስ ንብሎ ግን ኢን ኬዝ ኦፍ ፋየር ክትገዝኦ ዘለካ ኢንሹራንስ እዩ which is ሕጂ ገሪ ክነግረና ዝጸንሐ ኣብ ሞርጌጅ ፔይመንትኩም ተጠቕሊላ ትመጽእ እያ እሳ ሕጂ ሓደ ሓደ ግዜ ንምንታይ እዩ ሞርጌጅ ፔይመንትና ይውስኽ ይቕንስ ዝበልካዮ ብኽልተ መንገዲ ክኾን ይኽእል እዩ። ሓደ እቲ ኤስክሮ ኣካውንትኻ እንተድኣ ተቐይሩ ማለት እንታይ እዩ ፕሮፖርቲ ታክስ ናይ ገዛኻ እንድሕር ወሲኹ ኢንሹራንስካ እንድሕር ወሲኹ ኦፍ ኮርስ እቲ ዲፍረንስ ዩ ሃቭ ቱ ፔይ ኢት ሕጂ እቲ ለንደር እንታይ ይገብር እዚ ዓመት እዚ ፕሮፖርቲ ታክስ ክንድዚ ኢና ከፊልና እዚ ዓመት እዚ ኢንሹራንስ ክንድዚ ኢና ከፊልና ሕጂ ኤክስትራ ከፊልናልካ ኣለና ክንድዚ ዲፍረንስ ከኣ ሕጽረት ጌርካ ኣለኻ ኣብ ኢስክሮ ኣካውንትካ ኢሎም ኣብቲ ሞርጌጅ ፔመንትካ ኣድ ጌሮም ኔክስት ማንት ክንድዚ ኢኻ ትኸፍል እሉኻ ማለት እዩ ሕጂ ኳልኩሌት ጌሮም እቲ ዲፍረንስ ወርሒ ወርሒ ክንደይ ከም ዝመጽእ ይነግሩኻ ማለት እዩ ሕጂ ብዚ ሰዓት እዚ ሞርጌጅ ፔመንተይ ወሲኹ ትብል ኣለኻ ግን ሞርጌጅ ፔመንትካ ኣይኮነ ወሲኹ ኤስክሮ እዩ ወሲኹ ኦኬ ካልእ ከኣ እንታይ ኣሎ እዚ ናይ ሰላሳ ዓመት ወይ ዓሰርተ ሓሙሽተ ዓመት ኢንተረስት ሬት ፊክስድ ተዋሂቡካ ተንየሩ እየ ድብል ደለኹ። ገለ ሎን ግን ኣርም ነይሩካ ክኸውን ይኽእል። ኣርም ማለት ናይ ሓሙሽተ ዓመት ሎን፣ ናይ ሰለስተ ዓመት ሎን፣ ሰለስተ ዓመት ፊክስድ ኮይኑ ድሕሪ ሰለስተ ዓመት ኢንተረስት ሬት ኤቭሪ ሲክስ ማንዝ ዝቕየር ክኸውን ይኽእል ወይ ከኣ ኤቭሪ ይር ድቕየር ክኸውን ይኽእል። ቫርያብል ማለት እዩ። ከምዚ ክኸውን ከሎ ከኣ ኦፍ ኮርስ ዩር ሞርጌጅ ፔመንት ዊል ቼንጅ። ምክንያቱ ኣብዚ ሰዓት እዚ እቲ ናይ ሞርጌጅካ ኢንተረስት ኢካ ተቀይሩ ዘሎ ኦኬ ሶ ቱ ዲፍረንት ነገራት እዩ ማለት እዩ ብዙሕ ግዜ ዘጋጥሞም ግን ናይ ኤስክሮ ዲፍረንስ እዩ ገሬን ከም ዝበልካዮ ፅብቅ ትረኢኺ በቃ እንኳዕ ተቋፂርና የተራኸብና ማዚ ብዘይ መደብ ትገብሮ ሕሳብ ፅቡቅ እዩ ናብዚ ዘለኹም የሕዋት ማዚ ሓፍትና ሎን ኦፊሰር እያ ኣጋጣሚ ብመደብ ዝገበርናዮ ኣይኮነን እዚ ንገብሮ ዘለና ስለዝረኸብናያ እታ ዘላታ ግዜ ከኣ ክንጥቀመላ ስለዝደለና ስሒብና ብሓይሊ ኢና ኣምጺእናያ ቅንዩ ቅነ ዊከንድ ናይ ሆሊደይ ናይ ኣውደኣመት ብምዃኑ ንዓ ውን ዝኾነ ምድላዋት ከይገበረት ተሃንደበት ስለዝሰሓብናያ እታ ዘላትና ግዜ ክንጥቀመላ ስለዝደለና ኢና ማለት እዩ ስለዚ ማእዛ ሓፍተይ ምስዞም ዘለዉ ኣሕዋትና ከመስግነኪ ፈቱ ኣነ ኣነ ሕቶ እንድሕር ከምዚ ረኺበ ስቕ ኢሉ እዩ በቃ ሕተት ሕተት እዩ ዝመፀኒ ንፍዕ ፅቡቅ ተትሓትት ኣለካ ባይዘወ ያ ስ- ደስ ሶ በሃሊ ምክንያት ብጣዕሚ እም። ምናልባት እዚ እንታይ እዩ ገለ እ፣ ገዛ ዘለዎ ሰብ ገዛ ክገዝእ ይደሎ እሞ ኦልሬዲ ገዛ ኣልዎ እቲ ዘለዎ ቦታ ግን ወይ ይፀቦ ወይ ይንእሶ ኢንካም ናቱ ከዓ ትሑት ይኸውን ወይ ከዓ ዝተወሰነ ኢንካም ይህልዎ እሞ ነቲ ገዝኡ ድዩ ቅድም ክሸጦ ዘለዎ ወይሲ ሞርጌጅ እዩ ቅድም ናይ ፕሪ ኣፕሩቫል ክረክብ ዘለዎ ቅድሚ ዝኾነ ነገር ካልእ ገዛ ንበል ሕጂ እንድሕር ናይ ሚእቲ ሽሕ እንድሕር ተፈቂድዎ ሲ እንድሕር ገዛ ክቕይር ይደሊ ንበል ኣብ ሓደ ገዛ ኣለዎ እሞ ገዛ ክቕይር ይደሊ እሞ እቲ እተወሰነ ስራሕ ኣለዎ ወይ ከኣ ንበል ሕጂ ናይ ናይ ሰለስተ ሚእቲ ሽሕ ገዛ ክገዝእ እንድሕር ደልዩ እቲ ዘለዎ ገዛ ዝውንኖ እንድሕር ኮይኑ ከማልኦ ዘለዎ ነገራት እንታይ እዩ ወይ ነቲ ገዛ ሸይጡ እቲ ዝተረፈ ዲፈረንስ ክኸፍለሉ ዝኽእል መንገድታት እንድሕር ኣልዩሲ ኣብዚ ቀዳምነት ክገብሮ ዘለዎ እንታይ ክገብር ኣለዎ ምስ ሪል ስቴት ድዩ ክራኸብ ዘለዎ ዋላስ ምሳኹም ድዩ ክራኸብ ዘለዎ
ኦከ እዚኣ ጽብቕቲ ሕታ እዚኣ በሪ ፍልይ ዝበለኻ እም፣ እንታይ እዩ ዝኾን መስለካ ንእሽተይ ገዛ ነይርዎም ንበል ዓቢ ገዛ ክገዝኡ ደልዮም ኦከ ሶ መጀመርያ ክገብርዎ ዘለዎም እ፣ ገዝኦም ክንደይ እዩ ቫልዩ ገይሩ ኣሎ ክንደይ ኢኩቲ ኣለዎም ክፈልጡ ኣለዎም እሱ ከዓኒ ኢትስ ኢዚ ጉግል ገይሮም ናይ ገዝኦም ፕሮፖርቲ ኣብ ኤሪኦም ዘሎ ክንደይ ይሽየጥ እንድሕር ሪኦሞ ብኣ መሰረት ክሳዕ ክንድዚ ተውጽእ እያ ገዛ ኢሎም ክሓስቡ ይኽእሉ እዮም ሽዑ እቲ ባላንስ ዘለዎም ልቕሖም ክኸፍልዎ ዘለዎም ንለንደር ምስ ቀነስዎ እቲ ካሽ ዝረኽብዎ እሱ እዩ ማለት እዩ። ሕጂ ኢኲቲ እሱ ኢና ንብሎ። ክንደይ ኢኲቲ ኣለኒ ክልተ ሚእቲ ሽሕ ድዩ ዘለኒ ምስ ገዛ ኦኬ ክልተ ሚእቲ ሽሕ እንድሕር ኣሎኒ ኮይኑ ኣብቲ ገዛ ዝኸዶ ዘለኹ ናይ ሽዱሽተ ሚእቲ ሽሕ ገዛ ክገዝእ እንተኾይነ ሪመምበር ኣብዚ ዝቕመጦ ዘለኹ ናይ ሰለስተ ሚእቲ ሽሕ ዕዳ እየ ዝኸፍል ነይረ። ኣብቲ ከይደ ግን ዳብል እዩ ዝኸውን ዘሎ። ሕጂ እቲ ኢንካሞም እንድሕር ደኣ

ኦኬ ብክልተ ሰለስተ ሚእቲ እንተወሲኹ ኦኬ ካብኡ ንላዕሊ እንተወሲኹ ግን ኖ ክብል ክኽእል ኣለኒ ክኸይድ የብልን ካብዚ ንላዕሊ ኢሎም ባጀቶም ሪኦም ክኸዱ ይኽእሉ እዮም ሕጂ ታይ ይገብሩ ሽዑ እንተደኣ ባጀቶም ዘይፈቕዶ ኮይኑ ነቲ ገዛ ተሸይጡ ኢኩዊቲ ወሲዶም ዳውን ፔይመንት ገይሮም ከዕብዩ ስለ ዝደልዩ ዘለዎ ገዛ ማለት እዩ ነቲ ካሽ ተጠቂሞም ነቲ ዝልቅሕዎ ልቓሕ ለስ ገብርዎ ማለት ኦኬ ኢንስቴድ ኦፍ ናይኒ ፐርሰንት ዝልቁሑ ርዲስ ገይሮም ነቲ ኣማውንት ብኣርባዕተ ብሰለስተ ሚእቲ ብሽዱሽተ ሚእቲ ዝነበረ ገዛ ናይ ኣርባዕተ ሚእቲ ገዛ ገይሮሞ ማለት ሕጂ ኮምፕሮማይዝ ዝገብሩ ኣለዉ ቁሩብ ግን ኣደ ሴም ታይም ከዓ ሞር ስፔስ ይረኽቡ ኣለዉ ሕጂ እዚ ነዞም ኳሊፋይ ክኾኑ ዘይክእሉ ስትረች ንኸይገብሩ እዩ እምበረይ ገዛ ኣይምከርን እዩ ክሽየጥ ኖርማሊ ገዛ ሃስት ስተይ ኣብቲ ዘለዎ ገዛ ምስ ተገዝአ ከም ኣሰት ተቐሚጡ ፅባሕ ንኮ ካሽ ፍሎ ከምፅእ ስለ ዝኽእል ተኻርዩ ሪታየር ምስ ገበርካ ክራዩ ካብኡ ዝመፅእ ኢንካምካ ክኸውን ይኽእል you know so ብዙሕ ግዜ ኣይምከርን እዩ ገዛ ሸይጥካ unless ኢንካምካ reduce እንድሕር ኮይኑ ኣብ ስትረስ እንድሕር ኣለኻ ኮይንካ እዚ ካልእ ስቶሪ እዩ ማለት እዩ you sell your house you get the equity ንእስ ዝበለ ገዛ ክትገዝእ ዳውን ሳይዝ ትገብር ኣለኻ ማለት እዩ ኦኬ ግን ናይዚኦም ኣብ ግሬድ እዮም ክገብሩ ደልዮም እዛ ኦፖዚት ሕጂ ኣብ ግሬድ ክገብሩ ክኾን እንተኮይኖም ከዓኒ ናይ ግድ ሞርጌጆም ስለ ዝውስኽ ዲፐንድ ናቶም ባጀት ሪኦም ከምዚ ዝብለካ ክገብሩ ክእሉ እዮም ሕጂ ናበይ ይኸዱ ዝበልካዮ ከዓ ኦፍኮርስ መጀመርያ ክኸድዎ ዘለዎም ናብ ለንደር እዮም ንለንደር እዮም ክሓቱ ደለዎም ንለንደር እንታይ እዮም ዝብሉ ኣነ ገዛ ኣለኒ መጀመርያ ክውስኑ ኣለዎም ካሽ ኣውፂኦም ድዮም ክጥቆምሉ ነቲ ገዛ ወይ ከካርይዎ ሕጂ እንድሕር ከካርይዎ ንዕኡ ካርዮም ካልእ ገዛ ክገዝኡ ኮይኖም ምስ ለንደር ዲስካስ ክገብሩ ማለት እዩ ሕጂ ንዓይ ኣነ ነዚ ገዛይ ገዲፈ ኣካርየ ገዛ ሓድሽ እየ ክገዝእ እንድሕር ኢሎምኒ ኦኬ እንድሕር ከምኡ ክትገብሩ ኮይንኩም እዝን እዝን እዝን ኢኹም ትገብሩ ዘለኩም ኢለ ክስታይ ዝገብሮም ሕጂ ንምሳሌ they have to ብሪንግ ዴር ዳብሊው ቱ ን ፔይ ስታፕ ን ታክስ ሪተርን ሰልፍ ኢምፕሎይድ ኮይኖም ክረዲቶም ቸክ ይገብር ደን ዋንስ ኣይሲ ኣበይ ከም ዘለዉ ኣበይ ደረጃ ኣለዉ ምስ ረኣኽዎም ኦ ከምዚ ዝኣክል ኣማውንት ኳሊፋይ ክኾኑ ትኽእሉ ኢኹም ይብሎም ማለት እዩ ሕጂ 500 ማክሲሞም ክኸዱ ተኸኢሎም ሞርጌጅ ፔይመንቶም ምነግሮም እውይ ክንድዚ ኢና ንኸፍል ዘለና ሕጂ ብክንድዚ ወሲኹ ዊከና ኣፎርድ ድብሉ ተኾይኖም ሽዕም ዝውስኑ ኦኬ ሶ ለስ ዱ ዚስ ሃባብ እፍ ዊ ሰል ዘ ሃውስ ገዛና ሸጥና እቲ ኢኩቲ ውጺእና ከ ናብ ዘተእተናዮ ኢሎም ሽዑ ዲስካስ ክገብሩ ማለት እዩ ቢከዝ ክንደይ ክከፍሉ እዮም ምስ ተነገሮም እዮም ዲሳይድ ዝገብሩ ንሕና ከኣ ንነግሮም ማለት እዩ ካብ ናይ ኣርባዕተ ሚእቲ ናይ ሰለስተ ሚእቲ ገዛ ዝነበሩ ናብ ሽዱሽተ ሚእቲ ገዛ ስለ ዝከድ ዘሎ ሽዱሽተ ሚእቲ ተውጽእ ገዛ ክንድዚ ሞርጌጅ ኢኩም ትከፍሉ ምስ በልናዮም ዳትስ ዘ ዲሲዥን ዳት ዘይ ሜክ ኣብታ ሰዓት እቲኣ ኦኬ ሞርጌጀይ ብክንድዚ እንድሕር ድውስኽ ኮይኑ ኣም ኖት ጎይንግ ፋርዘር ኢሎም ባዕሎም ክውስኑ ኣለዎም ኦኬ ሕጂ ናይቲ ካስትመር ውሳኔ እዩ ንሕና ኣይኮናን ንውስነሎም ኦኬ ዋላ ሓደ ሓደ ግዜ ኳሊፋይድ እንዳኾኑ ከማን ኣይ ካኖት ፔይ ዲስ ሞርጌጅ እብሉኻ ኦኬ ኣይ ኣንደርስታንድ ምክንያቱ እዞም ሰብ እዚኦም ሓምሳ ፐርሰንት ኢንካመይ ናብ ሞርጌጅ ክኸይድ ኣይደልን ኢሎም ድውስኑ ሰባት ኣለዉ I agree ሓደ ሓደ ግዜ ምኽንያቱ you don't wanna stretch ንስኻ ባጀትካ ባዕልኻ እኻ ትፈልጣ ገዛኻ እኻ ባዕልኻ ትፈልጣ ok so መጀመርያ ባጀት ኢኻ ትገብር ባጀት ጌርካ ሽዑ ok ውሳኔ ወሲንካ እኻ ናብ ለንደር ትመጽእ ንሕና ኸኣ እታ ዘላ ኢና ንነግረካ ማለት እዩ እዚኣ እያ ክትኮን ሞርጌጅካ ok so ባዕሎም ይውስኑ ሕጂ እቲ ኣሰራርሓ እንታይ ይኸውን መስለካ ወሲነ ኣለኹ በቃ ነዚ ገዛና ኣካሪና ካልእ ገዛ ክንገዝእ ኢና ይብሉኻ ኦኬ ከካርይዎ እንድሕር ኮይንኩም ከምዚ እዩ ኣሰራርሓ ኢለ ሽዑ የረድኦም ሕጂ ከካርይዎ እንድሕር ኮይኖም there is something I have to tell you this እዚኣ very important እያ ሊዝ ክህልዎም ኣለዎ ኦኬ እንታይ ማለት እዩ ነቲ ገዛ ንምሳሌ ሕጂ እ፣ ነቲ ገዛ ሎን ገይሮም ም፣ ጃንዋሪ ክኣትውዎ እዮም ንበል ነዚ ሓድሽ ገዛ ጃንዋሪ እንድሕር ክኣትዉ ኮይኖም ባይ ጃንዋሪ ፈርስት ሙቭ ዝገብር ናብቲ ገዛ ክህሉ ኣለዎ እቲ ገዛ ሊስ ክህልዎ ኣለዎ ተኻራይ ረኺቦም ነቲ ገዝኦም ዝካረየሎም ሰብ ክህሉ ኣለዎ ኦኬ ሊስ ክዳሎ ኣለዎ እቲ ኣካራየ ከዓኒ ሴኪሪቲ ክኸፍል ኣለዎ ፈርስት ፔመንት ክኸፍል ኣለዎ ኦል ዲስ ተገይሩ ኦኬ

so based on this one ካብ ሓደ ገዛ ናብ ሓደ ገዛ ከይዶም ነቲ ሓደ ገዝኦም ከካርይዎ ክእሉ ማለት እዩ ገሊኦም እንድሕር ኳሊፋይድ ኮይኖም ንክልቲኡ ገዛ ሞርጌጅ ክኸፍሉ ኳሊፋይድ ኮይኖም we don't require this ረዲእካ ቶ በቲ ኢንካሞም ጥራይ ጌርና ኢዘር ደይ ከተካረይዎ ንዓ- ንዕኦም ጠቕሞም ተደይካረይዎ ከዓ ሁኬርስ ማለት እዩ ትለንደር ዝብል ምክንያቱ ስሎንግ ኣዘይ ክን ኳሊፋይድ ቱ ሞርጌጅ ማለት እዩ ኢንካማቸው በቲ ኢንካሞም መሰረት ኳሊፋይ ይኮኑ ኣለዉ ማለት እዩ ሕጂ ኣይንሓቶምን ኢና ሊስ ነዚ ከምዚ ዓይነት ሰናርዮ ክኸውን ከሎ ግን መብዛሕቲ ግዜ እቲ ሞርጌጅ ናይ ክልተ ክኸፍሉ ዘይክእሉ ስለ ዝመፁና ሊስ ከዳልዉ ከም ዘለዎም እዩ ድነግሮም ማለት እዩ ኣመሓይሾምልና ኣለዉ ወር ኢፍ ፔይድ ኦፍ እንድሕር ኮይኑ እቲ ገዛኸ ኦ ፔይድ ኦፍ ተኮይኑ

ማንዝሊ ንሓተካ ማለት እዩ ኣብቲ ሬሾ ስለ ዝኣቱ ኦብሊጌሽን ስለ ዝኾነ ኣብ ክረዲትካ ስለ ዘይረኣ ክረዲት ሪፖርት ፑል ክንገብር ከለና ከምዚ ናይ ካር ፔይመንት ዝረአ ንሱ ኣይረእን እዩ ፕሮፐርቲ ታክስ ዝኸፍሎ ኣይረእን እዩ ኢንሹራንስ ዝኸፍሎ ኣይረእን እዩ ሕጂ እቲ ለንደር እንታይ ሓተና ኦኬ ጊሚ ኤቪደንስ ካውንቲ ክንደይ ትኸፍል ታክስ ኢንሹራንስካ ክልቲኡ ኢና ንሓቶካ መሰል ብኣ መሰረት ትግበር ማለት እዩ but you never own it's not your yours in America you just you just have to pay something
ፅበት ቴንኪ ማዛ ሓፍተይ ናይ ብሓቂ ደስ ዝብል እዩ ማለት ሲ ከምዚ ርኢኹም ትጠፍእ ደቂቕ የላን ኣነ ኩሉ ግዜ የብለኩም እየ ዝኾነ ሰብ ከምዚ ክንረክብ ከለና ስሒብና ጥራይ ክነምፅኦም ኣለና ምክንያቱ እቲ ሒዞሞ ደለዉ ንዓና ንሕና ስሒብና እንተዘይምፂናዮ ከምዚ ክመፁ ከለዉ ከዓ ዘለና ሕቶ ተዘይሓቲትናዮም ከይተመለሰልና ትም ኢልና ነብል እሞ ሽዑ ብዘይ ልብና ንሃፍታማት ክንከፍል ንነብር ብዘይ ኣፍልጦና ማለት እዩ። ፈሊጥና ክንኣትዎ ከለና ግን ክሳብ ክንደይ ተረባሕቲ ከም ዝገብረና ማለት እዩ። ምናልባት እስኪ ኣብ ናይ ዜሮ ዳውን ፔይመንት ሳምታይምስ ኦፈር ይህቡኻ እዮም። እወ ያ ኣብ ገሬ ምንታይ መዓት ሕቶ ኮንዲሽን እዩ እዚ ገሬ መዓት ሕቶ እዩ ዘለካ ክትነፍዕ ኣነ ሲ ሕቶ መዓት እዩ ዘለና ኣይውዳእን እዩ ከማን መሓደርና ግን ንዓኸ ክሕዘኪ እየ ምናልባት ግን እንታይ ድዩ ይመፀካ እዩ ኖ ዜሮ እ፣ ነጥቢ ፔመንት ክኸፍል ከለኹ እንታይ ረብሓ ኣለኒ እ፣ እንደን 20 ፐርሰንት ኣሎ ገሊኡ ገሊኻ 3 ፐርሰንት ኣሎ ገሊኻ ገለ ፐርሰንተጅ ክትከፍል ከም ዘለካ ይሓተካ እዩ እሞ ገለ ሰብ ከኣ እስኪ ኣነሲ እዛ ከምዚኣ ዘላስ ክንድዚ ኣለዋኒ እሞ እዚኤን ኤክስትራ ዳውን ፔይመንት ተኸፈልኩ ይሕሸኒ ዝብል ሰብ ከኣ ኣሎ። ያ
ኣሎ እዚ እዚ እንታይ እዩ መስለካ እቲ ከም ዝበልኩኻ ዓይነት እ፣ ብዙሕ እ፣ ፕሮግራማት እዩ ዘሎ ሕጂ ኖርማሊ ፕሮዳክት ናይ ሎናት እ፣ ናይ ቨተራንስ ሎን ኣሎ ቨተራንስ ኦልዌይስ 100 ፐርሰንት እዩ እም፣ ናይ USDA ዝበሃል ኣሎ። USDA ሎን ማለት 100% እዩ። እሱ እንታይ እዩ USDA ፍልይ ዘብሎ እ፣ እቲ ትገዝኦ ፕሮፖርቲ ካብ እ፣ ኣብ ሩለር ኤሪያ ናይ ኣሜሪካ እዩ ክኸውን ዘለዎ። ሕጂ እታ ገዛ ትገዝኣ መጀመርያ ፋይንድ ኣውት ኢኻ ትገብር እንድሕር ደኣ ፓርት ኦፍ ሩለር ኤሪያ እንድሕር ኮይና ኣዘርዋይስ ኳሊፋይድ ኣይትኾኑ ማለት እዩ። ያ USDA ሎን ማለት 100% ሎን እዩ።

because either they their income is high high እንድሕር ኮይኑ ኢንካሞም they can go higher ማለት እዩ ናይቲ ሎኖም ግን እቲ ውሕድ ዝኾነ ኢንካም ዘለዎም ግን እቲ ልቓሖም ንእሽተይ እዩ ዝኾን ምክንያቱ ስጋዕ ሓምሳ ፐርሰንት ክኸዱ ስለ ዘይክእሉ ኣርባዓን ሓሙሽተን ፐርሰንት their income goes to the mortgage ተባሂሉ እዩ ኳልኩሌት ትግበር ኦኬ ኢንፋክት ኢዝ 41 ፐርሰንት ማይ ሚስቴክ ኣም ሶሪ 41 ፐርሰንት ሕጂ 41 ፐርሰንት ኢዝ ቨሪ ሎው ክትሓስቦ ከለኻ ኳሊፋይ ንክትከውን እቲ ሎን ኣማውንት ንእሽተይ ይኸውን ማለት እዩ ሕጂ USDA ይበሃል እዚ ብዙሕ ተለመደ ኣይኮነን ኣብ ኮሚኒቲና ኣባና ዘሎ ኤፍኤችን ኮንቨንሽናልን ብዙሕ ፖፑላር ዝኾነ ሎን ማለት እዩ ሕጂ እዚ ግን ሕጂ ኣብዚ ሰዓት እዚ 100 ፐርሰንት ኣሎ ዶ ተልካኒ ኣሎ ኣሎ ምክንያቱ what they do is ኖርማሊ ኮንቨንሽናል ኢዝ ሚኒሞም ትሪ ፐርሰንት ዳውን ኦኬ ባድ እንታይ ይብሉካ ነታ ትሪ ፐርሰንት ትኸፍላ ዘለካ ዳውን ፔመንት ሲ ክኸፍለልካ እየ ይብለካ እቲ ለንደር ግን ይብለካ ክኸፍለልካ ከሎ ነፃ ኣይኮነት ኦኬ እንታይ ገብራ መስለካ እቲ ለንደር ሰለስተ ፐርሰንት ይበካ እቲ እቲ ቴስዓን ሸውዓተን ፐርሰንት ከዓ ትልቅሖ ሽዑ ሚእቲ ፐርሰንት ትኾነልካ ኣሎ ማለት እዩ ትልቃሕ ዳውን ፔመንት ኣይትሕተትን ኣለኻ ማለት እዩ ክሎዚንግ ኮስት ጥራይ ትኸፍል ማለት እዩ ግን እቲ ኢንተረስት ሬት ክትከፍል ከለኻ እቲ ለንደር ስለ ዝበካ ዘሎ እታ ሰለስተ ፐርሰንት ዳውን ፔመንት ነታ ኢንተረስት ሬት ትረኽባ ብንእሽተይ ፐርሰንተጅ ይውስኻ ሕጂ ብሲክስ ፐርሰንት ክትረክብ እንዳኸኣልካ ኖርማሊ ድሕር ዳውን ፔመንት ተሓጊዝካ ብሲክስ ፖይንት ቱ ፋይቭ ክበካ ክእል ኣደ ኤንድ ኦፍ ደይ

ይውድእዎ ማለት እዩ። ሓደ ሓደ ግዜ ከኣ ክሎዚንግ ኮስት ከማን ክኸፍሉ እንድሕር ዘይክእሉ ኮይኖም ዝወሃቦም ፕሮዳክት ኣሎ። ንክሎዚንግ ኮስቶም ኮላይ ካቨር ዝገብር ግራንት ኣሎ። ሕጂ እቲ ግራንት እንታይ እዩ? ኣብ ካውንቲ ናይ ካውንቲ ግራንት ኣሎ፣ ናይ ስቴት ግራንት ኣሎ፣ ናይ ለንደር ግራንት ኣሎ፣ ናይ ናሽናል ናይ ብምሉኡ ኣሜሪካ ከዓ ግራንት ኣሎ።

ኣብኡ ኮፍ እብል ሸድሕሪ ዓሰርተ ዓመት ድዩ ወይ ሰቨን ይርስ ኢት ዲፐንድስ እንታይ ዓይነት ግራንት ተዋሂብካ ሰቨን ይርስ ድዩ ገለ ሪፋይናንስ እንድሕር ተደይጌርካዮ ኣብ ማእኸል ሪፋይናንስ ክተጌርካዮ እቲ ገንዘብ ምለሶ ትበሃል ድሕሪ ሪፋይናንስ ዘይገበርካዮ ግን ኣብኡ ከሎ ይድዕሰልካ ማለት እዩ ሕጂ ኢለቨን ይርስ ዝፀንሕ ኣሎ ናይ ኢለቨን ይርስ ዝወሃበካ ገሊኡ ገሊኡ ናይ ሰቨን ይርስ ገሊኡ ቴን ይርስ ይብል ኣብኡ ከሎ ሓርር ማለት እዩ because you own the house for the last ten years you don't have to pay that grant ተዋሃበካ እቲ grant ተዋሂብካ ቀልጢፍካ ሸይጥካ ክትወፅእ ተደሊካ ግን እዚኣ ሽጣራ እያ ምለሳ እዮም ዝብሉ ኦኬ ሶ እቲ እዚ ከምዚ ዝገብርዎ ምክንያት እንታይ መሰልካ ነቲ ሆሞነር ናይ ኣብ ኣሜሪካ ክበዝሕ ስለ ዝደለይዎ ኢንቨስተር ጥራይ ክገዛእ ይደልይዎን ኣሎ ትሬጉላር ከማና ብዙሕ ኢንካም ዘይብሉ ሰብ ገለመለት ኣቨረጅ ዝኾነ ሰብ ገዛ ክውንን ስለ ዝደለይዎ እዮም ከምኡ ምፅኦሞ ሕጂ እስኻ ናይ ክልተ ዓመት ፀኒሕኻ ምስኦም ሂቦምኻ ግራንት ፅባሕ ንኮ ፍሊፕ ትገብር ተኮይንካ you have to pay it of course you have to pay it back so ከምዚ ናይ ስቴት ግራንት ኣሎ ማለት እዩ ሕጂ እቲ 100 ፐርሰንት ከም ዘሎ እነግረካ ኣለኹ it depends on the ናትካ ሰናርዮ ማለት እዩ ኤፍኤቸም the same thing ከምኣ እያ ትሰርሕ ናይ ኤፍኤቸ ከኣ three point five ክትከፍላ ድግበኣካ ነበረ ይህቡካ ግን ኣብቲ ኢንተረስት ረይት ናትካ ይውስኽዎ ማለት እዩ እቲ ዝበዓበየ ኢንተረስት ረይትካ ዘሎ ናይ ዝዓበየ ባላንስካ ዘሎ ኣብኡ እቲ ኢንተረ- ይውስኽልካ ትኸፍሎ ዘለካ ማለት እዩ ሕጂ እቲ ዝ- እቲ ኣነ ዝብሎ እቲ ሰብ ዘለዎ ድሕር ዳውን ፔመንት ኣለዎ ኮይኑ ዩዝ ዴር ዳውን ፔመንት ዳውን ፔመንት ገንዘብ እንድሕር ኣሎም ኣብ ባንኩም ኣብ ባንኮም ደሎ ምጥቃም ይሓይሽ ይብል ቢካሲ ነቲ ረይት ዝረኽብዎ መጀመርያ ነገር እቲ ኳሊፊኬሽን ታይም ወስድ እዩ ዜሮ ዳውን ስለትሓትት ዘለኻ ስትሪክሽን ኣለዎ ገለ መለ ምሻለልካ ምስ ለንደር ካብ ሓደ ለንደር ናብ ሓደ ለንደር ረይት ሾፕ ክትገብር ከለካ ከማን ብዙሕ ክስታይ ኣለዎ ከዚ ዩር ኣስኪን ቱ ማች ንለንደር ተረዲእካ እንተ ባዕልካ ናትካ ዳውን ፔመንት ትገብር ኣለካ ኮይንካ ግን በቃ ፍሪ ኢካ ረዲእካ ሎ ኢንተረስት ሬት ሾፕ ክትገብር ከማን ኢዚ ነቲ ሰለር ከማን ሰለር ምሽ ኮምፕቲሽን መዓት እዩ ዘሎ ናብቲ ሰለር ክትከይድ ከለካ ከማን እቲ ኣፕሩቫል ሒዝካ ኦ እዚ ሰብ እዚ ሞር ዳውን እዩ ዝገብር ዘሎ ሁ እዚ ኣትራክቲቭ ፐርሰን ሁ ፑት ሞር ዳውን

ግን ብዘይ ቆጸራ ሎሚ መዓልቲ ጽቡቅ ኣጋጣሚ ኮይና ተራኪብና ሪኣካ ዕድል ረኪብና ከኣ እዚኣ እና በቂዕና ኣለና ማለት እዩ የሕዋት ኣብዚ ዘለኹም ምሳና ዘለኹም ሓፍትና መኣዛ ኣብ ዴንቪ እያ ዘላ ኣብኡ ከባቢ ዘለኹም ክትረኽብዋ ትኽእሉ ኢኹም ካልእ ኣብ ካልእ ስቴት ኮንኩም እውን ኢንፎርሜሽን ምስ እትደልዩ ቴሌፎና ውሰዱ ፈለው ግበርዎ ምስ ካልእ ሰባት ውን ኮኔክት ስለ ዝኾኑ ነንሕሕዶም መሳርሕቲ ስለ ዘለው ምስኦም ኮኔክት ውን ክትገብረኩም ስለ ትኽእል ወይ ከኣ ዘይተረደኣኩም ሕቶ ከኣ ን ፐርሰን ደዊልኩም ክትሓትዋ በዚ ኣጋጣሚ ውን ፈለው ጌርኩም ከኣ እቲ ናታ መደባት ክትስዕብዎ ኣለኩም በሃላይ እየ። ደሓ- ደሓቲ ኣሎ ኣይ ቲንክ ሕቶ ርየሲን እወ ኢንሹራንስካ ፔይ ኦፍ እንድሕር ኮይኑ ገዛኻ ሲ ኢንሹራንስ ማንዳቶሪ ይብል ኣሎ እሞ ንምንታይ መሰካ ኢንሹራንስ ማንዳቶሪ ኣይኮነን ከዚ ለንደር ስለ ዘይብልካ ለንደር ዘገድደካ ኣይኮነን ግን ጋድ ፎርቢድ እንድሕር ኢንሹራንስ ዘይፀንሓካ ገዛኻ ኢንሹራንስ የብልካን ንበል something happened to your house እቲ ዕዳ ዕዳ የብልካን ግን እቲ ገዛኻ ዲስትሮይ ኮይኑ መን ኸፍለልካ ከማ ማለት እያ ትኮን ደላ ግን ብዙሕ ግዜ ሎን እንድሕር ኣለካ ትግደድ ኢካ ኢንሹራንስ ክህልወካ እንተ ሎን ዘይብልካ ግን ኢንሹራንስ ዘገድደካ ሰብ የለን ድሕር ጌርካሉ ዝበለፀ ምክንያቱ you never know what's gonna happen ጽባሕ ንግሆ ሓደ ነገር እንታይ እዩ ዝበሃል ገለ ከጋጥም ስለ ዝኽእል ማለት እዩ you- you- we don't know you know what I'm saying so ኢንሹራንስ ክህልወካ ዝበለጸ እዩ ብዙሕ ከማን ኣይኮነን ኢንሹራንስ ናይ ገዛ ኦነስትሊ ክሪኦ ከለኹ ማለት እዩ ናይ መኪና ኢና ንፀዓን ደለና እምበር ናይ ገዛ ተዘይኮይኑ ኮንትራክተር እስማዓል ገሬ መፅኦም ከዓ ሸሓት ከክፍልዎ እዮም ሽዑ ኮንስትራክሽን ከዓ ሽዑ ትሰርሑ ማለት እዩ ግን ኣምተሊን እዩ ኢንሹራንስ ክህልወካ ናይ ገዛኻ ከመይ ፅቡቅ መስለካ ኣነ ሕጂ ንምሳሌ ናተይ ኤክስፒሪንስ ክነግረኩም ኢንሹራንስ ስለ ዘለኒ ጥራይ ብሙሉእ ሳይዲን ሩፊን ብነፃ ተቀይሩለይ ብነፃ እየ ዝብለኩም ኢለቨን ይርስ ዝገበረ ሩፍ ሳይዲን ኤቭሪቲን ሓድሽ ብራንድ ኒው ገይሮምለይ ምክንያቱ ኢንሹራንስ ስለ ዝፀንሓኒ ማለት እዩ ሕጂ ኢንሹራንስ ጥቅሚ ኣለዎ ሓቂ ዘረባ ብዙሕ ከማን ኣይኮናን ንከፍል ኢንሹራንስ ናይ ገዛ ሾፕ ኣራውንድ ክትገብሩ ትክእሉ ኢኩም ሕጂ ዋላ ፔይ ኦፍ ይኩን ገዛኩም ኢንሹራንስ ክለወኩም ኣለዎ ኢለ ኣነ ዝሓስብ ካልእ ከዓ ሓንቲ ኤችኦኤ ብዛዕባ ኤችኦኤ እንታይ ድውስክ ኢለ ሓቲታ እሞ ኤችኦኤ ብዙሕ ግዜ ዝውስክ ምንታይ መስለኩም እቲ ኤርያ እቲ ኮሚኒቲ ትነብሩሉ ደለኹም ብዙሕ ግዜ ወጭታት ከብዝሕ ኮሎ ማለት እዩ ኦኬ ሚቲን ግበር እዩ ይሰዱልኩም እዮም ደብዳቤ ራእይዎ ባጀት ከምዚ ኮይኑ ኣሎ ገለ ብሉ እዮም ድሕር ፎሎው ኣብ ጌርኩሞ ብዙሕ ግዜ ኢንሹራንስኩም ናይ ናይ ኤችኦኤ ዝምስኽ ናይ ግሩፕ ኢንሹራንስ ስለ ዝኾነ ምስቲ ግሩፕ ዘሎ ኢንሹራንስኩም ኮስት ከዓ ሼር ኢኩም ትገብርዎ ዘለኩም ሕጂ እቲ ምሳኩም ዝነብር ዘሎ ኮሚኒቲ ሰብ እንታይ ይገብር ኣሎ ኣብቲ ኤርያ ኮስት ድዩ ዘብዝሕ ዘሎ ወይስ ነቲ ቦታ የባላሹ ድዩ የባላሽዎ ድዩ ዘሎ ወይ ቴክ ኬር እዩ ዝገብሮ ዘሎ እ እቲ ሳዕሪ ምቁራፅ ድዩ እቲ ገለ ድዩ እቲ ገለ ድዩ ኤክስፐንስ ክበዝሖም ከሎ እዮም እቲ ኢንሹራንስ ዝውስኩልኩም እቲ ሆሞነሮስ ኢንሹራንስ ሕጂ እቲ ኮሚኒቲ እዩ ማተር ትገብር ኮሚኒቲ እቲ ኤርያ ትነብሩሉ ድሕሪ ስትሮንግ ኮይኑ እንተደኣ ብዙሓት ኢንቮልቭ ገይሮም ኣብቲ ሚቲን ኣብቲ ገለ ገለ ገለ ኢምፕሩቭ ክገብሩ ይኽእሉ ኦኬ ሶ ኣደ ኤንድ ኦፍ ደ ደይ ናይ ጉሩፕ ኢንሹራንስ ስለ ዝኾነ ኣፌክት ክገብረኩም እዩ ማለት እዩ ወይ እቲ ካውንቲ እቲ እቲ ትነብሩሉ ሆሞነር ኣሶሲሽን ወጪታት ብዙሕ ተለዉ ንምሳሌ ብዙሕ ዓይነት ወጪታት እዩ ክህልዎም ዝኽእል ኦኬ ብሳዕሪ ክኸውን ይኽእል ብጉሓፋት ዝጉሕፍዎ ፍቆድኡ እንድሕር ጉሓፋ ኣሎ ጉሓፋት ኣፅረይቲ ሃየር ክገብሩ እዮም ሕጂ እቲ ሰብ ኣብኡ ዝነብር እዩ ክዕቅቦ ዘለዎ ኣዘ ኮሚኒቲ ተደኣ ኤርያኻ ተፅሪ ኮንካ እንድሕር ትተሓባበር ኮንካ ኣብቲ ኮሚኒቲ ኢንቮልቭ ትገብር ኮንካ ኮሚቴ ክመርፁ ከለዉ ኣብቲ ባጀቲንግ ኢንቮልቭ ትገብር ተለካ ምስኣቶም ለውጢ ተምፅ ትኽእል ኢኻ ኣብ ሆርሞናል ኣሶሴሽን ኦኬ ሶ ይሓቱኻ እዮም ደብዳቤታት ይሰዱልካ እዮም ዊ ሃቭ ቱ ኢንቮልቭ ኦኬ ሶ ድሕሪ ውስኽ ኣሎ ኮይኑ ኦኬ ዋይ እዚ ውስ- ዝውስኽ ዘሎ ኢልካ ምሕታት ኣብቲ ሚቲንግ ከይድ ከለኻ ንምንታይ ኢና እሞ እንታይ ክንገብር ኣለና ከ ክቕንሰልና እዚታት ሕቶታት እንዳቅረብኩም ክመሓየሽ ይኽእል ኢለ እየ ድሓስብ። ኣነስ ክንደይ ግዜ መዓልቲ መደብ ክገብር ኢለስ ክስታይ እየ ሓስብ ነይረ ግን ኣጋጣሚ መዓልትኻ ሪእኻ ከይተቛጸርና ከይተቋ ጽብቕቲ ተራኺብና ኣለና ምናልባት
እያ ጽብቕቲ እያ ከምዚ ክንጥቀም ከለና ኸኣ ኣነ ኸኣ እንታይ ይብሃል ኣየ ዝኾነ ሰብ እታ ዘላቶ ፍልጠት እንድሕር ክንረብሓሉ ክኢልና እወ ተጠቀምቲ ንሕና ኢና ንኸውን ማለት እዩ። እዎ ምኒልክ ዘይገድስ ሰብ ነናቱ ተውህቦ ነናቱ ጸጋ ስለ ዘለዎ እታ ናቶም ጸጋ ግን ብኸመይ ንጥቀመላ እንድሕር ፈሊጥናያ ግን ዓባይ ሓገዝ እያ እሞ እታ ዘላትኪ ደቒቕ እታ ዘላትኪ ግዜ ንስኺ እውን ከምኡ ዝኾነ ምድላዋት ከይገበርኪ ፍቓደኛ ኮንኪ እቲ ፍልጠትኪ ብምክፋልኪ ናይ ብሓቂ ክትምስገኒ ይግባኣኪ ኩሉ